ትሕተ እብል መልዕር ሃሊኹም እስኪ እዛ ሓቂኣ ክሳብ ትውድእ ውጽእ በሉ። ኣረ እቲ ጽጋባይ እንዳበለ እዩ ዝመጽእ ዕዋላይ። በቃ በቃ ገመድ ሰሪቕካ ኢሎም ሽዱሽተ ወርሒ ኣሲሮምኒ። ሰላም ጋይስ ከመይ ቀኒኹም ካብ ፊሊ ሎማዕንቲ ካብ ሓዱሽ ቪድዮ ተመሊሰ ኣለኹ ናይ ሎማዕንቲ ቪድዮ ኣክቹዋሊ ሕክያታት እዩ ዓሰርተ ሕክያታት ቶፕ ቴን ሕክያታት ክበዝሕ ይኽእል ክውሕድ ይኽእል ግን ብሉጻት ሕክያታት ኣቐሪቡ ኣሎ ስለዚ እንዳረኣናዮ እንዳሰማዕናዮ ክንስሕቕ ኢና ማለት ስለዚ ክስሕቑ እንድሕር ደሊኹም ክሳብ ፋይናል ርእዮ ቅድሚኡ ግን ኣብዚ መደብ እዚ ክትሳተፉ ምስ ትደልዩ ወይ ከዓኒ ሕክያ ኣለና ወይ ከዓ ዕላል ኣለና ምስ ትብሉ በዚ ብዚ ዘሎ ቴሌፎን ብዋትሳብ ወይ ብኢሞ ቪድዮ ብሞባይልኩም ቪድዮ ስኢልኩም ሕክያ ክትነግሩና ትኽእሉ ኢኹም ንሕና ከዓ ክንስሕቐሉ ኢና ማለት ስለዚ ጽበየኩም እየ ስለዚ ሳብ ፋይናል መደብ ምሳይ ጽንሑ ቅድሚኡ ግን ፕሊስ ላይክ ኤንድ ሳብስክራይብ ፒስ
ብመሸሽ እዩ ተጀሚሩ ዘሎ ሓደ መዓልቲ ከዓ መቸም ካብ ሆላንድ መካይን መስመራ የእቱ ነይረ ሕጂ ፅዒነያ ኣትያም ዝበሉኒ ካብ ሆላንድ ተበጊሰ መኪና ገይረ ኣውቶቡስ ከይደ

ሓደ ግዜ ኣብ ሓደ ዓዲ እቲ ሰብኣይ ኣብ ውስን ዝበለት ቦታ እያ ሓንቲ ህድሞ ኣብኣ እዩ ዝነብር እሱ ኣይ ምስቲኦም ዓዲ ኣይ ምስቲኦም ዓዲ በይኑ እዩ ዝነብርና ሕጂ ምስ ተመርዓወ ሓሙሽተ ዓመት ሙሉእ ምስ ሰበይቱ ወላ ሓንቲ ክራኸብ ኣይከኣለን እንታይ እዩ ጋሻ ተሓዲሩ ብገዛኻ ምስ ሰበይትኻ ምቕራብ ገለመለ ገለ የለን ኣብቲ ግዜ እቲ ሕጂ ናይ ግድን ከዓ ጋሻ ሓድሮም ምክንያቱ በቲ ዝመፀ ኣብኣ ይዳሓድር በዚ ዝመፀ ኣብኣ ይዳሓድር ሕጂ ዕድል ክረኽቡ ይከኣሉ ኣቲ ሰበይቲ ገለ ንግበር እዚ ገዛና ጋሻ ኣየቋርጽን እዩ። ጋሻ ተሰኪፍና ከኣ ሓሙሽተ ዓመት ጌርና። ሕጂ እንታይ ክንገብር ኣለና? ዋእ እሞ ገለ ኮድ ንፍጠር። እንታይ እያ እሞ እታ ኮድ? በቃ ጋሻ መጺኡ ኣብዚ ስለ ድቅስ ንምድሪ ቤት ክትመጽኒ ገለ ኮድ ንግበር። እንታይ እያ እታ ኮድ? ኮድ እንታይ ሳምዑ ሞቕሎ። ጋሻ ይደቅስ ኣይደቅስ ባዕሉ ይፈልጥ ሞቕሎ እንተ ኢለ ቀስ ኢልኪ ትመጺ እዚኣ እኮ ተራዳዲኦም ሓደ ጋሻ መጺኡ ይድቅስ ኮድ ስለ ዘለዎም ሕጂ ጸገም የለን ከባቢ ፍርቂ ለይቲ ምስ ኮነ ሞቕሎ እብላ ሰበይቲ ምስ ዓንድን ምስ ቆፎን እንዳተላግዐት ትሞጾ ጉቡእ መሻርፋ ወሲዳ ንእዳ
ትሕተ ዕድመ ድሕር ሃሊኹም እስኪ እዛ ሓኪያ ክሳብ ትውድእ ውፅእ በሉ
ሓሙሽተ ዓመት ስለ ዝኾነ ሕጂ ጥዑም ጥዑም ጥዒምዎ ሰብኣይ ሞቕሎ ገና ከይደቀሰት ከላ ትምለስ ወሲዳ ትኸይድ ሞቕሎ ሳልሳይ ግዜ እዚ ጋሻ የስተውዕል ኣሎ እንታይ እዩ ሞቕሎ ክብል ከሎ ሰብኣይ ገለስ ኣላታ ማለት እዩ ገለ እንዳበለ ከሎ ኣብቲ ወጋሕታ ሰዓት ኣርባዕተ እቶም ጥሪት ናይቲ ሰብኣይ ገርገራ በቲኾም ምስ ወጹ ካብቲ ደምበ ክመልሶም ኢሉ እቲ ዋና ይኸይድ። እዚ ጋሻ ከስተውዕል ስለ ዝጸንሐ ናፍታ ንእዲ ደቂሱ ሞቕሎ ይብል እሱ ከኣ ሰበይቲ እኮ ጸላኢ ክረኽቦ የብሉን መጺኣ መጺኣ ምስኡ ከኣ ተራኺባ ትኸይድ። እቲ ዋና ምስ መጸ ሕጂ ወጊሑ በቃ ቁርሲ ቡን ገለ ተገይሩ ዋና ገዛ ሕጂ ኮድ እዛረብ ኣለኹ ኢሉ ኣያ ትማሊ ደኣ መቕሎ ክንደይ ቅጫ ሰንኪታ ሰለስተ ጽቡቕ ኣውጺኣ ኢልዋ እዞም ሰብኣይ ዓቢዶም ዶ ኣርባዕተ ቅጫ እምበር እንታይ ሰለስተ ትብል ሰለስተ ባዕለይ እንዴ ሰንኪተ ዝሰንከትኩዎ ጠፊእኒ እሞ ኣርባዕተ እብለኩም ኣለኹ ኣነ ከተሰንከተኒ ድዩ ጠፊእኒ ኣርባዕተ ቅጫ እብለኩም ኣለኹ ሰለስተ ኣርባዕተ ምስ ተኻትዑ እቲ ጋሻ እንታይ ኢልዎም ኣነ እውን ረሲና ከላ ሓንቲ ቅጫ ሰጊተ

ቶማስ ወደይ ኣቦኻ ሞይቱ ስለ ደሎ ክልተ ማል ንግበረን
እሺ ሓደ ግዜ ድማ ኣብ መርዓ ኢሎሞ ሲ መሃሙድ ኣሕመድ ጋሽ መሃሙድ ኣሕመድ ሲ ተፀዊኡ ደርፊ ናይ መርዓ መብዛሕትኡ ግዜ

ደሓር ጋሽ ማሙድ ዶ ኣረ እዝኑ ንጺሉ ጋሽ ማሙድ ኣረ ሰርጉ የሙስሊሞች ነው ትበልስ ይትባረክ ብልጸት ሙባረክ ሙባረክ
ኣይ መርዓ ናይ ሙስሊም እዩ ምስ በሎ እኳ ይትባረክ ክብል ጸኒሑ ሲ መርዓ ናይ ሙስሊም ምስ በሎ ሙባረክ ቀይረዋ
ተማሃሮ ሲ ብጣዕሚ ሃሩር ኮይኑ ሕጂ እቲ ኤር ኮንዲሽን እሱ ምጥቃም ኣብዮም ነው መሽረፈት ይዕደሉ በዚ ኣጋጣሚ እዚ ኩሉ ሰብ ከሽርፍ ከሽርፍ ዳርጋ ካብቲ ወረቐት ጓሓፍሲ እቲ መሽረፈት በዚሑ እቲ ቤት ትምህርቲ ብድሕሪኡ ሓደ ኣብነታዊ ተማሃራይ ወላ ሓንቲ መሽረፈት ከይረገ ኩሉ ሰብ ክእርግ ሰሰብዓ መሽረፈት በፂሑ ጆርናሊስት ጋዜጠኛ ናይ ኣልጀዚራ እያ ምፅ ኢላ ኣህለን ቢኩም ኣሰላሙ ዓለይኩም ወዓለይኩም ኣሰላም ወራህመቱላሂ ወበረከቱ ፊ ኣልሞሽረፉቲን ታሽሩፊቲን ማፊ ምእራጊን።
ማፊ ምእራጊ መሽረፈት ኣሽሪፉ ዘይእርግ ማለት እዩ ሕራይ ትመፅኦ ኣህለን ሓቢብቲ ዓኒ ኣልወጠኒ ፊ ኣልሞሽረፉት ማሽረፊቲን ማፊ ታረጊን ብትግርኛ ሕጂ ክቕይረ ክሳብ እቲ ምስጢርካሲ እንታይ እዩ እቲ መሽረፈት ዘይምእረግ ኢኻ ኢላቶ እወ ኣነ ይገርመኒ እዩ ሰባት ኣጠቃቅማ መሽረፈት ብጣዕሚ እዮም ዝጋገዩ ከመይ ማለት ትብሎ ሰባት ከሽርፉ ከለዉስ ናብዚ ወይ ድማ ናብዚ እዮም ዘሽርፉ ኢልዋ። እዋ እስኻ ከ ናበይ ዲኻ ተሽርፍ ትብለላ ኣነ ኢልዋ። እዎ ከምዚ ምሽ ሒዛ ነምታማ መሽረፈት ኣነ እየ ድሽረፍ ኢልዋ። ሓቁ እዩ ክኣርግ ኣብ ቀጻሊ ግን ክሳዱ ክትኣርግ ትኽእል ትኸውን እያ።
ሓደ ዘኽታም ወዲ ክምርዖ ኢሉስ በቃ ገንዘብ የብሉ ሳንቲም ሰባራ የብሉ እቲ ከባቢ ሕጂ ገንዘብ ነዋጽኣሉ እሞ ንሓግዞ ይመርዖ ኢሎም ሕጂ ሕራይ ኢሎም ኩሎም ተሳሚዖም ሓደ ሃብታም

እልል
ዘቢባ ሽማላ እዛ ዘቢብ ከመያ ምስለኩም ፅብቕቲ እያ ጓል ገዛውቲ እያ ኸዓ ንዓይ ግር ኢለ እያ ትዛረብ ገርህ እያ ክብል እየ ሕጂ ይረኽባ ሕጂ ካብቲ ግርህ ኢላ ትዛረቦ ዘረባታት ዘቢባ ደርፊ ትፈትው ዶ እዋእ ብደርፊ መልከይ ትመጻኒ ብጣዕሚ እየ ዝፈቱ ደርፊ ኦኬ ናይ መን ትፈትዊ ዘማች ዘማች ከጸልለኒ እዩ ዝደሊ ንዘማች ትፈትዮ እውይ ብዘማች እስከ ከይትመጸኒ ኣይነተን ደርፊ ትፈቱ እስከ ሕራይ ናይ ዘማች ኣይነተን ደርፊ እዋ መቑንነይ መቑንነይ
መቑንነ ሸለል ባል ከኣል መድዮ ሓደ ሰብኣይ ማይናስ ኣብ ኣውቶቡስ ተሰቒሎም እሺ ሓንቲ ኢዶም ኣብ ሰዲለ ሒዞም እቲ ሓንቲ ኢዶም ካብቲ ላዕሊ ናይ ኣውቶቡስ ሒዞም ይኸዱ ተፃቂጦም እዮም ነይሮም ዓቕሎም ፀይብዎም ወዮ ሌባ ዕድል ረኺቡ ምክንያቱ ሰብኣይ ዜሮማኖ እዩ ደሎ እቲ ሓንቲ ኢዱ ብላዕሊ እቲ ሓንቲ ኢዱ ኣብ ሰዲለ ልክዕ ከምዚ መንገብገብ ዝነፍር ዝተዳለወ ልክዕ ከምኡ እዩ መሲሉ ሰራቂ ቀስ ኣቢሉ ኢድ ናብዚ ሰብኣይ ናብቲ ጁባ ናይቲ ሰብኣይ ስኽት ትሰብላ ሰብኣይ ተጻጊሙ ክሳዱን ናይ ኣታ ወደይ ኣታ ወደይ እንታይ ክትገብር ኢኻ እቲ ኢድካ ኣብ ጁባይ ተእትዎ ዘለኻ እዎ እዎ ሶሪ ሶሪ ሶሪ እቦ ጁባይ እኮ ይመሲልኒ ጁባይ መሲልኒ ሶሪ ሶሪ ሶሪ ሓራ ይበል ደሓን ደሓን ደሓን ከምኡ ተኮይኑስ ደሓን ሰብኣይ ኣዘንግዕ ኣቢሉ ነዚ ሰራቂ ጉንዱ እዝኑ ጅው ወብሎ ሰራቂ ዋዋ ኣቦታና ገይረኩም ሶር ዝወደይ ገጸይ መሲልኒ እዩ ሓደ ወዲ ሞይና ስደግም ኣሎ ነዊሕ ተኣሲሩ ይወፅእ ምስ ወፀ ኣጋጣሚ ሓደ ቤተሰቡ ይረኽቦ ኣንታ በይ ደኣ ቀኒኻ ኣንታ ስቒለ ተኣሲረ ቀኒየ

ኣፍታ ጫፋ ደኣ በጊዕ ኔራቶ ኣንበሳ።
ሓደ ግዜ ድማ ኣብ ሳዋ ኢሎሞ ሓደ ከምዚ ካብ ዓዲ ዝመጸ በቃ ጨንቋር ዳንጋ ገጅፍ ይብል ምታት ኣይፈልጦን ንሱ ኢሉ ሓድሽ ኮይንዎ ኣብቲ ሳዋ ኮለል ኮለል ክብልሲ መራሓይ ኔሩ እዩ ዶበል ኣታ ዶበል ዶበል እስኪ ዶበል

ግዜ እዩ መቸም ሎሚ ሰብ ተሰውዒልኩምሉ ናብ ዘረባ እንዳተራቀቀ ይኸይድ ኣሎ ማንም ሰብ ስሕቶ ኣይኮነን ሎሚ ድጸረፈካ ጸርፍስ ድሕሪ ሰሙን እዩ ድርዳእካ ምክንያቱ ሓውሲ ጸወታ ትመስለካ እሞ ትርር ኢላ ትጸንሓካ ሓደ መኪና ሒዙ እንዳኸደ ሓደ መንእሰይ ከዓ ይሰግር ሕጂ እቲ ዝሰግር ዘሎ ኣጋር ይጌገኛ ምክንያቱ ኣብ መስመሩ ከሎ በዓል መኪና ኣጋር ይኣትዎ መኪና ሒዙ ዝጸንሐ ኮልቦ ፍሬኖ ሒዙ ምስ ሓረቀ ሕጂ ኣታ ወዲ ፍትሒ ትርእሲ ዓይንኻ ደይ ትርኢ ኢልዎ ነቲ ብእግሩ ድኸይድ ደሎ ኣይመለሰሉ እቲ ብእግሩ ድኸይድ ደሎ ግን ሓንቲ ጥራሕ መሊሱ ኣዴኻ እንድያ ደንጉያታ ኢልዎ ስቕ ኢሉ ኮይዱ እንታይ ማለት እዩ ባዕልኹም ፍትሖ
ወዲ ፍትሕ ትርእሲ ኢሎ ወዲ ቆናኒቲ ማለት እዩ ተሓደ ማለት ዲ ሓራይ እስኪ ባይ ዘ ወይ ጋይስ ናይ ሎማዓንቲ ቪድዮ እዚ መስል ነይሩ ስሒቕና ክንኮን ተስፋ ገብር ኣብዚ መደብ እዚ ክሳተፉ እንድሕር ደሊኹም ዝኾነ ይኹም ፋኒ ቪድዮ ወይ ከዓ ክስሕቕ ዝኽእል ሕክያታት እንድሕር ሃሊኩም በዚ ቀድሚዮ ዝነገርኩም ዓንተ ወይ ቴሌፎን ጌርኩም ቪድዮ ላእኹልና ስለዚ ናይ ሎማዓንቲ ቪድዮ ዝመስል ነይሩ እንድሕር ፈቲኹሞ ፕሊስ ላይክ ኤንድ ሳብስክራይብ ፒስ